ሰላም ሰላም ፍትዋትን ክብራንን ኣብ መላእ ዓለም ትርከቡ ናይ ቻናል ቤተሰብ ከመይ ትኾኑ? ኩሉ ሰላም እግዚኣብሔር ይመስገን ብወገነይ ሰላም እየ። ንስኻትኩም እውን በብዘለኹምዎ ሰላምኩም ብዝሕ ትርፍ ክብለለይ በዓል ትምህርቲ ተስፋ እያ። እንኳዕ ድማ ናብ ቻናለይ ብሰላም መጻኹም። ናይ ሎማዓንቲ ቪድዮ ዝኸውን ከዓኒ ከምዚ እትርእይዎ ኣለኹም ዋጋ ወርቂ ብናይ ደገ እየ ሒዘልኩም መፂኤ ዝኔኹ ኣብ ውጭ ቱርክ ኣሕዋቲ ኣብ ውጪ ዋጋ ወርቂ ቀንዲ ቀንዲ ካራት ከም እኒ ዕስራን ሓደን ዓሰርተ ሸሞንተ ዕስራን ኣርባዕተን ዕስራን ክልተን ዕስራን ሰለስተን ካራት እቶም ብውጭ ተደለይቲ ዝኾኑ ዓይነት ካራታት ክንደይ እኔው ንዝብል ክነግረኩም እየ እስካዕ ቪድዮ ፍፃመ ንኸትከታተሉ ብኣኽብረት ይዕድም ንቻናለይ ሓደሽቲ ዝኾንኩም ሰብስክራይብ

ደቂ ዓበይቲ ወይ ማዕረይ ተመሊስና ተረኺብና እኒና ያው ብመጀመርያ ሎማዓንቲ ንሪኦ ኣብ ዱባይ ትርከቡ እዩ ክኸውን ብናይ ውጪ ይሕዚ መፅኤ ብናይ ሕቶታትኩም መሰረት ብናይ ውጪ ከክንዲ እንሄ ብዘልኩምኒ ብናይ ሕቶታትኩም መሰረት እየ ሒዘ መፅየ እኒኹ ብመጀመርያ ኣብ ዱባይ ዘሎ ዋጋ ወርቂ ክንርኢ ኢና ማለት እዩ ዱባይ ከምቲ ዝፍለጥ ዋጋ ወርቂ ብጣዕሚ ቆንጆ እዩ ማለት እዩ ኣብ ዱባይ በዓል 24 ካራት ማለት እዩ በዓል 24 ካራት ክብለኩም ከለኹ እዚ ዋጋ እዚ ምስ ሙሉእ ኣክሰሰሪ ማለት እዩ ናይ ባት ናይ ገዛ ኸራይ ናይ ሙሉእ ወርቂ ናይ ሙሉእ ዋግኡ ዘካተተ እዩ። ናይ ሓንቲ ግራም ወርቂ ብሓሙሽተ ሚእትን ሰላሳን ነጥቢ ዜሮ ዜሮ ሳንቲም ድርሃም እዩ ክሽየጥ ውዒሉ ዘሎ። ሎማዓንቲ ጉንበት ዕስራን ሸውዓተን ወይ ከዓኒ ጁን ኣርባዕተ ዕለተ ሓሙስ ማለት እዩ። ክብራት ኣሕዋተይ ምናልባት ካብ መዓልቲ ናብ መዓልቲ ክፈላለ ስለ ዝኽእል ብምቕጻል እንሪኦ በዓል ዕስራን ክልተን ካራት እዩ ክኸውን። ዕስራን ክልተን ካራት ኣብ ዱባይ ማለት እዩ ናይ ሓንቲ ግራም ወርቂ ብኣርባዕተ ሚእትን ሰማንያን ሓሙሽተን ነጥቢ ሰማንያ ሳንቲም ድርሃም እዩ ክሽየጥ ውዒሉ ዘሎ። እዚ እውን ኩላሙሉ ዘጠቓለለ እዩ ማለት እዩ። ብምቕፃል በዓል ዕስራን ሓደን ካራት ኢና ክንርኢ። ዕስራን ሓደን ካራት ናይ ሓንቲ ግራም ወርቂ ብኣርባዕተ ሚእትን ስሳን ነጥቢ ሰብዓ ሳንቲም ድርሃም እዩ ክሽየጥ ውዒሉ ዘሎ ኣብ ዱባይ ትርከቡ ወይም ደሞ ዱባይ ኬድኩም ክትገዝኡ ትደልዩ ወይ ከዓኒ ኣብ ዱባይ ዘሎ ዋጋ ወርቂ ዕስራን ኣርባዕተን ዕስራን ክልተን ዕስራን ሓደን ካራት ከምዚ ይመስል ያው ኣብ ውጭ ብመብዛሕትኡ ዝፍለጥ ካብ 18 እስካብ 24 ካራት ዘሎ እዩ ካብኡ ብታሕቲ ብዙሕ ኣይፍለጥን ማለት እዩ ክብራት ኣሕዋተይ ቀጺልና ንሪኦ ከዓኒ ናይ ባህሬን ዋጋ ወርቂ ኢና ክንርኢ ኣብ ባህሬን ዘሎ ዋጋ ወርቂ ክንርኢ ከለና በዓል 24 ካራት ናይ ሓንቲ ግራም ወርቂ ብ54 ነጥቢ 43 ዲናር እዩ ክሽየጥ ውዒሉ ዘሎ ማለት እዩ። በዓል ዕስራን ክልተን ካራት ክንርኢ ከለና ከዓኒ በርባዓን ትሽዓተን ነጥቢ ሰማንያን ሽዱሽተን ሳንቲም ድርሃም እዩ ክሽየጥ ውዒሉ ዘሎ ዕስራን ሓደን ካራት ከዓ በርባዓን ሸውዓተን ነጥቢ ሱሳ ሳንቲም ዲናር እዩ ክሽየጥ ውዒሉ ዘሎ ያው ናይ ባህሬን ገንዘብ ዲናር እዩ እዚ እውን ብዲናር እዩ ዋጋ ወፂኡ ዝኒሄ ብዶላር ዘይኮነ እዚ ብናይ ዓዶም ብዲናር እዮም ኣውፂኦሞ ዝኒሄው። ስለዚ እዚ ዋጋ እዚ ናይ ኩላ ምሉእ ኣክሰሰሪ ማለት ናይ ቫት ንመንግስቲ ዝኸፍልዎ ይኹን ናይ ሰራሕተኛ እቲ ወርቂ ዲዛይን ገይሩ ንክሰርሖ ይኹን ኢሉ እውን ናይ ገዛ ክራይ ናይ ሓደ ሓደ ነገራት ወሲኹ እዚ ናይ ኣጠቓላይ እዩ ማለት እዩ እቲ ዋጋ ዝነግረኩም ዘለኹ። ቀፂልና እንሪኦ ከዓኒ ኣብ ስዑዲ ዓረብ ዘሎ ዋጋ ወርቂ ኢና ክንርኢ። ኣብ ስዑዲ ዓረብ ዘሎ ዋጋ ወርቂ ብዒስራን ኣርባዕተን ካራት ኢና ክንጅምር። ዒስራን ኣርባዕተን ካራት ኣብ ሃገር ስዑዲ ዓረብ ማለት እዩ ናይ ሓንቲ ግራም ወርቂ ብሓሙሽተ ሚእትን ኣርባዓን ሓደ ነጥቢ ኣርባዓ ሳንቲም ሪያል ያው ናይ ስዑዲ ገንዘብ ዝጥቀምሉ ሪያል እዩ። እዚ ዋጋ እዚ እውን ብሪያል የውፅዎ ዝኒኦ ሓሙሽተ ሚእትን ኣርባዓን ሓደን ነጥቢ ኣርባዓ ሳንቲም ሪያል ክሽየጥ ውዒሉ ኣሎ። እዚ ናይ መስነእያ ናይ ደሪባ ማለትም ናይ ገዛ ክራይ እኒሆ ወይ ከዓ ናይቲ ወርቂ ዲዛይን ገይሩ ንክሰርሖ ናይ ሰራሕተኛ እኒሆ ሳልሳይ ከዓ ቫት ቫት ሕዚ ኣብ ስዑዲ ዓረብ ካብ ሚእቲ ልዕሊ ዓሰርተ ሓሙሽተ ፐርሰንት እያ ትቋርፅ ምክንያቱም መንግስቲ ተጠቃማይ ንክኸውን ልዕሊ ዓሰርተ ሓሙሽተ ማለት ብርግፅ ብጣዕሚ ብዙሕ እዩ ንዕኡ እውን እዩ ዘኽብሮ ማለት እዩ ሕዚ ብዘይ ቫትና ብዘይ ማለትም ሐዚ ንኣብነት እሲ ወርቂ ክትገዝኡ ከለኹም ንመንግስቲ ግብሪ ክኸፍሉ ከለው ናይ ቫት ትቑረፂኹምዎ ዶ እዚ ሐዚ እንድሕር ደረሰይ ኣይደልን ናይታ ወርቂ ብቻ እየ ዝደሊ እንድሕር ኢልኩም ቅናሽ ክግበረልኩም ይኽእል እዩ ኣብ ስዑዲ ትርከብ ኣሕዋተይ ማለት እዩ ግን ደረሰይ ዘይብሉ ወርቂ እንድሕር ገዚእኹም ኣብ ኢትዮጵያ መፂኹም ፀጊምኩም እንድሕር ክትሸጥዎ ኮይንኩም ደረሰይ እቲ ወርቂ እታይ ዓይነት እዩ ብኸመይ ተገዝኡ እታይ ዓይነት ካራት እዩ ንዝብል እቲ ሰብ ክርኦ ይደሊ ወይ ከዓ ተመሊስኩም ኣብቲ ወርቂ ዝገዛእክምዎ ቦታ ተመሊስኩም ክትሸጥዎ እንኳ ተኮንኩም እዚ ደረሰይ እንድሕር ዘይብልኩም እቲ ወርቂ ከም ብትደልዎ ዘይከውፀልኩም ይኽእል ማለት እዩ። ምንም እኳ ፅሩይ ወርቂ ይኹን ደረሰይ እንድሕር ዘይብልኩም ግን ብዙሕ ጥቕሚ ዘይክህልዎ ይኽእል። እና ደሞ ካልእ ከዓኒ ማለትም ትወርቂ ኣጋጣሚ እንድሕር ጠፊእኩም ምስ መሓዙትኩም ገለ እንድሕር ደኣ ሃሊእኩም እንድሕር ክጠፍአኩም ተሓዙ ኮይንኩም ደረሰይ እንድሕር ደኣ ሃሊእኩም ብታ ደረሰይ እውን ክትረኽዋ ትኽእሉ ኢኹም እና ክብራት ኣሕዋተይ ደረሰይ ኣገዳሲ ኮይኑ ክንርኢና ግን ድማ ገንዘብ ክቐንሰልና እንተኮይና ካብ ሚእቲ ዓሰርተ ሓሙሽተ ናይ ቫት እንድሕር ክቐንስ ደልዩ እውን ብዘይ ደረሰኝ ክግዛእ ይኽእል እዩ ኣብ ስዑዲ ዘለኹ ማለት እዩ ቀፂልና ንሪኦ በዓል ዕስራን ክልተን ካራት እዩ። ዕስራን ክልተን ካራት ኣብ ስዑዲ ዓረብ ብኣርባዕተ ሚእትን ተስዓን ሽዱሽተን ነጥቢ ሰላሳ ሳንቲም ሪያል እዩ ክሽየጥ ውዒሉ ዘሎ። ዕስራን ሓደን ካራት ከዓ ብኣርባዕተ ሚእትን ሰዓን ሓሙሽተን ነጥቢ ዜሮ ዜሮ ሳንቲም ሪያል እዩ ክሽየጥ ውዒሉ ዘሎ። እዚ ናይ ሓንቲ ግራም ወርቂ ጁን ሰለስተ ጁን ኣርባዕተ ወይ ከዓ ጉንበት ዕስራን ሸውዓተን ዕለት ሓሙስ እዩ ዝኸውን ዘሎ። እና ኣብ ውጭ ዘሎ ዋጋ ወርቂ ንእሽተን ብዝተወሰነ መልክዑ ካብ ሚእቲ ብዜሮ ነጥቢ ሓሙሽተ ፐርሰንት ወሰኽ ኣርእና እኒሆ ኣብ ውጭ እትርከቡ ማለት እዩ ናይ ሎማዕንቲ ዋጋ ወርቂ ያው ኣብዘን ሃገራት እዚአን ብከምዚ ውዒሉ እኒሆ ደቂ ዓበይቲ ወይ ማዕረይ እንታይ ሓሳብ ርእቶ ኒኩም ኣብ ስዑዲ ኣብ ዱባይ ኣብ ባህሬን ዝገዛእኹም እንተሊኢኹም ክንደይ ገዚእኹም ካብዚ ብላዕሊ ወይስ ካብዚ ብታሕቲ ንዝብል ደሞ ሓሳብ ርእይተኹም ኣብ ኮሜንት ጸሓፉለይ። እስካዕ ቪድዮ ፍጻመ ንዝተኸታተልኩምኒ ካብ ልቢ እናመስገንኩ እየ። ላይክ ሸር ሰብስክራይብ ምግባር ድማ ኣይትረስዑ። ሰሰናዩ ብጣዕሚ ኢና ንፈትወኩም። ባይ ባይ Wait,